እታ ኩባያ ናይ ቁጥዐ ኣብ ውሽጢ ልብኹም ዘላ ክሳብ ጫፋ ክሳብ ዘሪም መሊኣ ዶ ትኸውን? ሓደ ሓደ ግዜ ብዛዕባ ቁጥዐ ወይ ከዓ ኣንገር ሓሲብኩምን ዲል ጌርኩም ትፈልጡ ዶ? መብዛሕትኡ ግዜ ሓደ ሰብ ዝቁጣዕ ዝናደድ ካብ ፍራስትሬሽን ካብ ፊር ካብ ፍርሓት ዝብገስ ኮይኑ እዚ ናይ ቁጠዐ ድማ ብዝተፈላለየ ሃፐን ክኸውን ይኽእል እዩ ሓደ ሰብ ብፎረኝኡ ዝተኻሕደ ክኸውን ይኽእል ኣብ ንግዲ ዓለም ነይሩ ዝኸሰረ ክኸውን ይኽእል ፍትዋት ወይ ከዓ ኣባላት ቤተሰቡ ካብዚ ዓለም ዝተፈለይዎ ክኸውን ይኽእል፣ ብሞት ዝሰኣኑ ክኸውን ይኽእል። ስለዚ ብዝተፈላለየ ምክንያት ሓደ ሰብ ክቁጣዕ ይኽእል እዩ። ይኹን ደኣ እምበር ሓደ ሰብ ክቁጣዕ ተሎ ናቱ ኢሜጅ ጽቡቕ ኣይመስልን። ብፍላይ ሓደ ሰብ ክቁጣዕ ተሎ እቲ ተግባራቱ እቲ ኣክሽኑ ኩሉ ምንቅስቃሱ ዘረብኡን ኣካላቱ ናይ ኣካላቱ ምንቅስቃስ ናይ ፉሉሽ ኣክቲቪቲ ስለ ዝገብር ስለዚ ናብ ምግላል ደረጃ ክሳብ ዝበፅሕ ዝኸደሉ ዝተፈላለዩ ምክንያታት ኣለዉ ክሳብ ዲፕሬሽን ምብፃሕ ምጣዓስ ጣዕሳ ንባዕሉ ሪግሬት ስለዚ እቲ መንስኢኡ ናይቲ ቁጠዐ ናይቲ ሱር ናይቲ ቁጠዐ እንተዘይተሓኪሙ እቲ ቁጠዐ ኣፍቲ ልብና ንብዙሕ ዓመት ይውህለል እሞ ልክዕ ከም መርዚ ኮይኑ ንልብናን ንኦሙረናን የሳቕየና ማለት እዩ ስለዚ እቲ ቁጠዐ ብዝበዝሐ ቁፅሪ ንኽትቆፃፀሮ ይኸብድ እሞ ልክዕ እቲ ቁጠዐ ከም ህቦብላ ንፋስ ከም ሓያል ውሕጅ ከም ሱናሚ ከም መብረቕ ይኸውን እሞ ኣብ ካልኦት ሰባት ጉድኣት የብፅሕ ንዓኻ ኩላይ ይጎድእካ እዩ ስለዚ ኣብዚ ዘመን እዚ እንተሪኢና ኣብ ዓድና ይኹን ኣብ ካሊእ ዓለም ኣንገር ወይ ከዓ ቁጥዐ ብጣዕሚ ኣፀጊሙ እዩ ዝርከብ ይትረፍዶ ንዓና ነቶም ንሕና ኢና ዝተምሃርና ኢና ኣብ ሞደርን ሃገር ኢና ንነብር ዝብሉ ህዝብታት እንተይቀረ ዘሳቕዮም ዘሎ እቲ ናይ ኣንገር እዩ። እዚ ኣንገር ዝወለዶ ክሳብ ሃገር ምጥፋእ እዩ ዝበፅሕ። ተቖጢዕኻ ክንዲ ብልዝብ ምሕሳብ ብቁጠዐ ብኢሞሽን ዝምራሕ ሃገር ናብ ምፍራስ እዩ ዘብዝሕ ጥራሕ ናይ ውልቀ ሰባት ሂወት ኣይኮነን ዘበላሹ ናይ ብዙሓት ሚልዮናት ብሚልዮናት ዝቁጸሩ ህዝብታት ብሰንኪ ኣንገር ብሰንኪ ቁጠዐ ዝበላሾ ኣብ ታሪክ ዓለም ብዙሕ እዩ። ምንም ናብ ርሑቕ ምጥማትን ምጉዓዝን ኣየድልን። ኣብ ዓድና እንኳን ኣብ ሃገርና ሓድሓደ ነገራት ብእዋኖም ተዘይተፈቲሖም ናብ ኣጸጋሚ ደረጃ ናብ ዓመጽ ናብ ቅትለት እዩ ዘምርሕ። ስለዚ ሰማዒ ተዘይረኺቡ መፍትሒ ተዘይተረኺብዎ ናብ ከቢድ ጉድኣት እዩ ዘውድቐካ ቁጥዐ ወይ ከዓ ኣንገር ስለዚ ኣንገር ብጋንኡ ክእለ ብጋንኡ መፍትሐ ክእለሸሉ እዩ ዝግባእ ብጋንኡ ናይቲ መንስኤ ሱር ተዘይፈሊጥካዮን ተዘይኣሊኻዮን ጠቕላላ ኣብ መላእ ሕብረተሰብን ማሕበረሰብን ጉድኣት ከብፅሕ ይኽእል እዩ ስለዚ ኣንገር ከመይ ጌርና ኢና ዲል ንገብር ብፍላይ ከዓ እዚ ናይ ሎሚ ወለዶ ዳርጋ ዲስፕሊን ዘይብሉ ኾይኑ እዩ ዝስመዐና ዘሎ። ኩሉ ምንቅስቓሱ ነገራት ብሓይሊ ብደረት እንዳኾነ ይረአ ኣሎ። እዚ ክኸውን ዘይግብኦ እዩ። ምኽንያቱ ንዓና ዝወለዱ ወለዲ ትሕትና ዝነበሮም፣ ጥበብ ዝነበሮም፣ ጸጋ ዝነበሮም፣ ፍልጠት ዝነበሮም፣ ፈሪሃ እግዚኣብሄር ዝነበሮም፣ ትምክሕቲ ዘይነበሮም፣ ትዕቢት ዘይነበሮም ብሕጊ ምድርን ብሕጊ እግዚኣብሄርን እንዳተገዝኡ ንክልተ ሚልዮና ንሰለስተ ሚልዮና ዝመፁ ሊቃውንቲ ኣቦታትና እዮም። ስለዚ እዚ ወለዶ እዚ እቲ ገንፈል ገንፈል ምባል እቲ ቁጥዐ ካበይ ዘምፆ እዩ እንታይ ዝወለዶ እዩ ስለዚ ኣንታ ወለደይ ኣንታ ሓድሽ ወለደይ እዚ ናይ ወለድኻ ጥበብ፣ እዚ ናይ ወለድኻ ክብሪ፣ እዚ ናይ ወለድኻ ታሪክ መዝገብ ንምንታይ እዩ ክትመሃሮ ዝኸብደካ ዘሎ? ወለድኻ ኩሉ ጽሒፎምልካ ሓሊፎም እዮም። ስለ ሕክምና ዶክትሪን፣ ስለ ፍልስፍና፣ ስለ ምርምር፣ ስለ ኩሉ ነገር ብጽሑፍ ዝተፈላለዩ ቋንቋታት ብሓደ ቋንቋ ዘይኮነ ዝተፈላለዩ ቋንቋታት ብኢብራይስጥ ብግሪክ ብሳብያን ብግእዝ ብኹሉ ቋንቋታት ጽሒፎምልካ ሓሊፎም እዮም ስለዚ ኣንታ ወለዶ ህድእ ኢልካ ልዝብ ኢልካ ከይገንፈልካ ከይተቖጣዕኻ ናይ ወለድኻ ጥበብ ፍልስፍና ንኽትመሃር ንኽትለማመድ ጀምር እንተዘይኮይኑ እዚ ቁጥዐ እዚ ናብ ውድቀትን ኢሉ ኢሉ እውን ሂወትካ ከሕጽረካ ስለ ዝኽእል ዓብይ ጥንቃቄ ግበር ኢኻ። እዚ ወለዶ እዚ ሕዚ ዘሕዝን ፍጻሜታት እንዳፈጸመ ንሪኦን ንሰምዖን ኣለና። ንእሽተይ ዘይረብሕ ገንዘብ ንኽብል ሃንግ ብምግባር ሰብ ሂወት ይቐጥፍ ኣሎ። እዚ ክኸውን ዘይግባእ ብፍላይ ከዓ ካብቲ ለባምን ጭዋን ህዝብን ተፈጢርካ ከምዚ ዓይነት ነውራም ረሳሕ ዝኾነ ስራሕ ክትሰርሕ ተለኻ ኣዝዩ ተስፋ ዘቑርፅን ዘፅይፍን ስለ ዝኾነ ስለዚ ሓድሽ ወለደይ ናይ ወለድኻ ጥበብ ናይ ወለድኻ ትሕትና እንተትላማመድ ምምሃር ይሕሸካ ምክንያቱ እዛ ዓለም እዚኣ ብጥበብ እንተዘይተገኒሓ ብጥበብ እንተዘይተመሪሓ ብሓቂ ከቢድ ዘመን እዩ ኣብ ከቢድ ወቕቲ ኢና ንርከብ ስለዚ እግዚኣብሔርም ክሳብ ዝቑጣዕ ኣይንግበሮ። ካብ ኩሉ ንላዕሊ እግዚኣብሄር እንትቑጣዕ ተሎ እዩ እቲ ዝኸፍአ እሞ እግዚኣብሄር ኣይንቑጥዕ። ንእግዚኣብሄር ዘቑጥዕ ስራሕ ኣይንስራሕ። ብሕጊ እግዚኣብሄር ንገዛእ ዝብል መልእኽቲ ናይ ሎማዓንቲ ኣንየለይ።